ሰላም ኣሕዋት ምሳኹም ዘለኹ ሓውኹም ኣልነ ሎማዓንቲ ከኣ ብኻልእ መደብ መጼኩም ኣለኹ ናይ ሎማዓንቲ መደብና ከኣ ማኪና ክንገዝእ ምስ ንደሊ ወይ ከኣ ማኪና ምስ ረኸብና ቅድሚ ነታ ማኬና ከድና ምረኣና ብኦላይን ቸክ ክንገሮም ዘሎና ምሉእ ኢንፎርማሲ ናይታ ማኪና ሕጂ ሓደ ብሓደ ካሪኤኩም እየ ስለዚ ሓቢርኩም ተኸታተሉኒ ቅድሚ ግን ንዚኣ ኬንቴኪን ቸክ ትብል ኣፕሊኬሽን ንዓ ክናውርዳ ኣለና ንዓ ምስ ኣውረድናያ ከኣ ኣብኣ ንኣቱ። ኣብኣ ምስ ኣተና ከኣ ናይታ ታርጋ መኪና ንምዝግቦ ማለት እዩ። ከምዚኣ ገርና ንምዝግቦ። ሽዑ ሰርች ንብላ። ሰርች ምስ በልናያ ከምዚ ክመጸና እዩ። ከምዚ ሕጂ ንርእዮ ዘሎና ብሓዳሳ ከላ ዋጋ ኒው ፕራይስ ብሓዳሳ ከላ ዋጋ ዓሰርተ ሓደ ሽሕን ትሽዓተ ሚእትን ተስዓን ሓደን ትሽየጥ ነይራ ይብለና ኣሎ። ኣብዚ ታሕቲ ከኣ ቶብ ሲኔላ ሃይት ናታ ንጥፈት ትንህረሉ ንጥፈት ማለት እዩ ስጋብ ሚእትን ስሳን ሰለስተን ኪሎ ሜተር ኣብ ሰዓት እዩ እዩ ዝብለና ዘሎ ኣብዚ ከኣ ካብ ዜሮ ስጋብ ሚእቲ ኪሎ ሜተር ኣብ ሰዓት ብዓሰርተ ሰለስተ ነጥቢ ትሽዓተ ሰከንድ ክትበጽሕ ትኽእል እያ እዩ ዝብለና ዘሎ ኣብዚ ከኣ ፎርሞኸ ስሳ ፔካ ይብለና ኣሎ እዚ ፎርሞኸ ሓይሊ ፈረስ ማለት እዩ ሓይሊ ፈረስ ናይ ማኪና ማለት እዩ እዚ ሕጂ እዚ ሓይሊ ፈረስ ከኣ ኩሉ ግዜ እንድሕር ሱሳ ኮይኑ እታ ማኪና ዛው ንኸያ ማለት እዩ እንድሕር ካብ ሱሳ ንላዕሊ ወይ ካብ ሚእቲ ንላዕሊ እንድሕር ኮይኑ እንድሕር እንዳበዝሐ ከይዱ እቲ ፔካ ናታ እቲ ነዳዲ ከኣ ብኡ መጠን ከኣ ናሃሰየት ናያ ትኸይድ ማለት እዩ ነዳዲ ብዙሕ ተበሊዓ ማለት እዩ ኩሉ ግዘ እቲ ዛውን ክማኪና ምስ ንደሊ ዝተሓተ ፔካ ተመረፅና ዝመረፀ እዩ ማለት እዩ ዝሓሸ እዩ ማለት እዩ ኩሉ ግዘ እቲ ፔካ ዝተሓተ ክኾን ኣለዎ እንድሕር ዛውን ክማኪና ደሊና ኣብ ከተማ ጥራይ ክንዝውራ ምስ ንደሊ ዛውን እቲ ተደሊናያ ፔካናታ ተሓት ክኾን ኣለዎ ማለት እዩ ኣብ ከተማ ምስ ክንዝውር ምስ ደሊ እቲ ፔካናታ ተሓት ክኾን ኣለዎ እንድሕር ካብ ሃገር ናብ ሃገር ክንዝውራ ምስ ደሊ ከዓ ወይ ከዓ ብዙሕ ፅዕነት ክንፅዕና ምስ ንደሊ እቲ ሞተር ብዙሕ ሓይሊ ምእንቲ ክህልዎ እቲ ፔካናታ ላዓሊ ትገበርና ሓይሽ ማለት እዩ ክንገዝእ ከለና እታ ማኪና ፔካናታ ላዓሊ ትኾነ ማለት እዩ ካብ ሚእቲ ንላዓሊ ድዩ ገለመለ ድዩ ተወሰኸ ማለት እዩ ዝሓሸ ካብ ስሳን ላዓሊ ትኾነ ተመራፂ እዩ ማለት እዩ ሕጂ ናብዚ ከዓ ንኺት ናብዚ ከዓ ንረአዮ ኣብዚ ኣልክሜን ኢንፎርማንሲ ሜሪክ ብለና ኣሎ ሜሪክ ሲያትያ ቲብ ከዓ ኢምቢዛ ኩሉብ እያ ሕብሪ ከኣ ጻዕዳ እያ ማለት እዩ ባውያር ካብ ለና ኣሎ ዕስራን ክልተን ወርሒ ሽዱሽተ ክልተ ሸን ዓሰርተን እያ ተሰሪሓ ዝተሰሕራትሉ ማለት እዩ ኣብዚ ከዓ እቲ ዝገለፅናዮ እዩ ብሓዳስ ኣኽላ ዋጋ ኣብዚ ከዓ ብራንድ ስቶፍ ይብለና ኣሎ ብንዚን እዚ ማኪና ብንዚን እያ ኩሉ ግዜ ሓንቲ ማኪና ካብ ዕስራ ሽሕ ንታሕቲ ንዝውራ እንተኮይና ኣብ ወርሒ ብንዚን ተገዛና ተመራፂ እዩ ዲዘል ክንገጽ ተኾይና ግን እታ ማኪና ንስራሕ ንጥቀመላ ተኾይና በታ ማኪና ንሰርሕ ኣለና ተኾይና ንብረት ዲያ ነባጻጽሕ ኣለና ተኾይና ወይ ከዓ ካብ ሃገር ናብ ሃገር ርሑቕ ቦታላ ንኸደላ ተኾይና ዲዘል ተገዛእና ተመራጺ እዩ ማለት እዩ ምክንያቱ ዲዘል ይሓስረልና ይኽእል እዩ እቲ ነዳዲ ቢተር ሸጥ ከሎ ብሊተር ሸጥ ከሎ ሕስር ዝበለ እዩ ካብ ነዳዲ ማለት እዩ ካብ ቤንዚን ዝሓሰረ ዲዘል እዩ ግን ኣብ በላስቲን ከኣ ብዙሕ ኢኻ ትኽፍል ኣብ ዲዘር ማለት እዩ ኣብ ቤንዚን ከኣ ሕሱር ኢኻ ትኽፍል እንድሕር ብዙሕ ኪሎ ሜትር ንዝውራት ኮይና ግን ዲዘል ተመገዝና ተመራጺ እዩ ማለት እዩ እንድሕር ኣብ ከተማ ኣብ ሆላንድ ጥራይ ንዝውራት ኮይና ከኣ ቤንዚን ተገዛና ተመራጺ እዩ ማለት እዩ ኣብዚ ፎርሞ ከዝብለና ዘሎ እዚ ገሊጽና ኢና ኣብዚ ሓይሊ ፈረስ ማለት እዩ ኣብዚ ከ እዚ ከ ገሊጽና ኢና ቶብ ስናናይት ገሊጽና ኢና ኣብዚ ትራንስሚሲ ዝብል ዘሎ እቲ ናይ ፈርሰኔን ባክ ማለት እዩ እዚ ሓንቲ ክስኻክል እያ ክስኻክል እያ ኣውቶማት ኣይኮነትን ማለት እዩ እዚ ሓሙሽተ ተጻሒፉ ዘሎ ከዓ ሓሙሽተ እቲ ማርሽናታ እዚ ሓደ ክልተ ሰለስተ ኣርባዕተ ሓሙሽተ ንእትወሉ ማርሺ ስጋብ ሓሙሽተ እዩ ማለት እዩ ሓሙሽተ ማርሺ እዩ ዘለዋ እዩ ዝብለና ዘሎ ኣብዚ ከኣ ኢምፖርት ኣውቶ ኢምፖርት ኣውቶ ነይ ይብለና ኣሎ እታ ማኪና ካብ ካል ሃገር ኣይመፀትን እንድሕር እያ ኮይኑ ግን እታ ማኪና ካብ ካል ሃገር መፅያ ኣላ ክኢምፖርቴርት ኮይና ኣላ ማለት እዩ እንድሕር ክኢምፖርቴርት ኮይና ከዓ እያ እንድሕር ኮይና ከዓ እታ ማኪና እቲ ዋና ዝነበረ ኪሎሜተር መሊስዎ ክኸውን ይኽእል እዩ መሊስዎ ኣይመለሶን ኣብዚ ዓዲ ክነግሩና ይክእሉን እዮም ማለት እዩ እንድሕር ነይ ኮይኑ ግን እዚኦም ዓዲ ክነግሩና ይኽእሉ እዮም ምክንያቱ ዓመታዊ ኣፒካ ክትገብረላ ከለካ ናብዚ ዓዲ ስለ ዝመሓላለፍ ማለት እዩ እንድሕር ኣብ ካልእ ሃገር ናይራ ኮይና ግን እቲ ኣፒካ ክገብረላ ከሎ ናብዚ ዓዲ ክመሓለፍ ስለ ዘይከኣለ ክርእይዎ ይክእሉን እዮም

እዩ ዝብለና ዘሎ ኩሉ ግዜ ኣብ ፒካ ሚኒማሲ ሓሙሽተ ወርሒ ከገልግል ክእል ኣለዎ ሓሙሽተ ወይ ሽዱሽተ ወርሒ እንድሕር ትሕቲኡ ኮይኑ ግን ዝፈልጥ ሰብ ሒዝና ክንከይድ ኣለና ማለት እዩ እታ ማኪና ቸክ ዝገብራ ዝርያ ኮንትሮል ዝገብራ ሒዝና ክንከይድ ኣለና ተዘይ ኮይነ ግን ሓሙሽተ ወርሒ ወይ ሽዱሽተ ወርሒ ተዋሓርስ ከገልግል ኣለዎ ማለት እዩ ፒካ ተዘይ ኮይኑ ኣይንግዛእያ ወይ ከዓ ዝፈልጥ ሰብ ሒዝና ንኺድ ማለት እዩ ምክንያቱ ኣፒካ ክትገብረላ ከለካ እታ ማኪና ክትጽገን ከላ ወር ሸውዓተ ምስ ወደቀት ክትሕድሳ ከለካ ዝተሰበረ ንብረት ተለዋ እቲ ንብረት ክጽገን ኣለዎ ማለት ክዕረ ኣለዎ ክዕረ ከላ ከኣ ገንዘብ ከፊልካ ኢካ ትዕርዮ ማለት እዩ እንተ ዝተሰበረ ንብረት ተለዋ ወይ እቲ ሻሺ ብዓቢኡ እንድሕር ምሪቱ ኮይኑ እቲያ ማኪና ኣፒካ ክትገብር ኣይትክእልን እያ። ክትጎሓፍ እያ ትኽእል ወላ ሓንቲ ክትገብራ ኣይትኽእልን እያ ማለት እዩ ወይ ካብ ብዙሕ ገንዘብ እያ ከተጥፍኣላ ሕጂ ኣፒካ ብጣዕሚ ኣገዳሲ ማለት እዩ ብጣዕሚ ኣገዳሲ ኣፒካን እዚኣ ኢምፖርት ኣውቶ ነይ ትብል ዘላ ማለት እዩ እዚን ክልቴን ኣገደስቲ እየን እዚኣ ምልክት ክበኩን ትሪእዋ ኣለትኩም ኩማት እዚአን ማለት እዩ እዚን ብጣዕሚ ኣገደስቲ እየን እዚን ክንሪእን ኣለና ናብ ካልእ ከዓ ንምፃእ ኣብዚ ንሪኦ ዘለና እንታይ ብለና ኣሎ ኣንታል ሲሊንደር ብለና ኣሎ እዚ ገሊፀ ስለነበርኩ ምድጋም ኣይድልየን እዩ እዚ ኮፐል ከዓ ክራክት ናይቲ ሞተር እዩ ሚትን ዓሰርተ ክልተን ኣለዋ እቲ ሓይሊ ናይቲ ሞተር ማለት እዩ በይኑ ናይቲ ሞተር ጥራይ ኣብዚ ከዓ ኣንታል ሲሊንደር ድሪ ይብለና ኣሎ ድሪ እንተኮይና ሓንቲ ማኪና ዛውንኸ ብዙሕ ነዳዲ ትበልዓካን እያ እንድሕር ኣርባዕተ ወይ ሽዱሽተ ገለ ሸሞንተ እንተኾይኑ ከኣ ነዳዲ ክትበልዓካ ትኽእል እያ ማለት ብዙሕ ነዳዲ ትውድኣልካ እያ ሕጂ ሰለስተ ሲሊንደር ኩሉ ግዜ ኣብ ከተማ ኢኻ ትዝውራ ወይ ካብ ቀረባ ቀረባ ክዝውራ ምስ ደሊ ካብ ገዛኻ ንስራሕኻ ጥራይ እንተኾይኑ ሰለስተ ሲሊንደር እኽልቲ እያ ዝብል ኣለና ረኣያ ኣለና ማለት እዩ እንድሕር ኣርባዕተ ሽዱሽተ ገለ እንተኾይና ግን ብዙሕ ነዳዲ ክትበልዓካ ትኽእል እያ ካብ ሰለስተ ማለት እዩ ካብ ሰለስተስ ብዙሕ ክትበልዓካ ትኽእል እያ ሕጂ ግን ሰለስተ ኣብ ከተማ ክንዝወራ ተኮይና ወይ ጀመርቲ ኮይና ሰለስተ ጊንተ ተገዛና ተመራጺ እዩ ማለት እዩ ወላ ኣርባዕተ ውን ጽቡቅ እያ ጊን ካብ ሰለስተ ክትበልዓካ ትክእል እያ ነዳዲ ማለት እዩ ኣብዚ ከኣ ንምጻእ ሲሊንደር ኢን ሃውት ብለና ኣሎ ኣብዚ ከኣ ሽሕሚት ተስዓን ሸሞንተን ብለና ዘሎ ኣብዚ እዚ ማለት ሲሊንደር ኢን ሃውት ናቱ ማለት ናይቲ ሞቶር እቲ ነዳዲ ዝስሕብ እቲ ኣየር ዝስሕብ ኣየር ስሒቡ ኣየር ዳውፅእ እቲ ኢን ሃውት ናቱ ሽሕን ሚእቲ ተስዓን ሸሞንተን እዩ። እዚ ማለት ከኣ እቲ ሞተር ሓደ ነጥቢ ክልተ ማለት እዩ። እንድሕር ክልተ ሽሕ ኮይኑ ከኣ እቲ ሞተር ክልተ ነጥቢ ዜሮ እዩ። ክልተ ነጥቢ ዜሮ ማለት እዩ። እንድሕር ሰለስተ ሽሕ ኮይኑ ከኣ ሰለስተ ነጥቢ ዜሮ ሞተር ማለት እዩ። እቲ ሊተር ናይቲ ሞተር ማለት እዩ። ኣብዚ ከኣ ንምጻእ እዚ ፈርብራክስታት ዝብለና ዘሎ እዛ ማኪና እዚኣ ሸውዓተ ነጥቢ ሰለስተ ሊትሮ ኣብ ሚእቲ ኪሎ ሜትር ክትውድእ ትኽእል እያ ይብለና ኣሎ ኣብ ከተማ ማለት እዩ ኣብ ዓብ ፅርግያ ከዓ ኣርባዕተ ነጥቢ ሓሙሽተ ሊትሮ ኣብ ሚእቲ ኪሎ ሜትር ክትውድእ ትኽእል እያ ይብለና ኣሎ ብጋምጋም ሓፈሻዊ ጋምጋም ከዓ ሓሙሽተ ነጥቢ ሓሙሽተ ሊትሮ ኣብ ሚእቲ ኪሎ ሜትር ክትውድእ ትኽእል እያ ይብለና ኣሎ እዚ ሲኦ ኣውቶ ዝሰጥሉ ዘሎ ብዙሕ ኣገዳሲ ይኮነን እዚ ላዕሊ ተተርዲእናዮ እዚ ገለፅናዮ ተተርዲእናዮ ኣገዳሲ ይኮኑ ማለት ንክፈልጦ ኣብዚ ዛውንኻይት ሌፐል ዞና ዘሎ በያ እዚኣ ማኪና ማለት እዩ በያ ኣብዚ መስርዕ ሂብና ዘሎ ርእይዎ ኣ ማለት ብጣዕሚ ዛውንኻይ ማለት ብዙሕ ነዳዲ ትውድእን እያን እቲ ኣውትስታት ናታ እቲ ብትኪ ተውፅኣሉ ብዙሕ ብካላ ይፈጥርኒ ማለት እዩ በይቲ ኮይኑ ከኣ ካብኡ ንላዕሊ ብከላ ክፈጥር ይኽእል እዩ፣ ብኡ መጠን ከኣ እታ መኪና ነዳዲ ብዙሕ ክትበልዓካ ትኽእል እያ ማለት እዩ። ሰይ ከምኡ ካብኡ እንዳገደደ ደይ ከምኡ ኤይ እንዳ ከምኡ ማለት እዩ ከምኡ እንዳቐጸለ ክኸይድ ማለት እዩ። ሕጂ a ስጋብ ሰይ ደሎ መኪና ትገዝኣ ተመራጺ ማለት እዩ። a ስጋብ ሰይ እዚ መኪና እዚኤን ዛውንኽ እየን ማለት እዩ። ደይ ኤይ ዝብሎ ሃውንልኒ ዘሎ ግን እቲ መኪና ኦን እዛ ኡኒኬን ነዳዲ ብዙሕ ክውድኣልና ይኽእላ እየን ማለት እዩ። ስጋብ እዚ ማለት እዩ ስጋብ እዚኣ ሶሪ ስጋብ እዚኣ ማለት እዩ እዚኤን ኣገደስቲ ማለት ስጋብ እዚኣ ክኾና ኣለዋ ስጋብ ሰይ ትኾና ኣለዋ ማለት እዩ። ካብኡ ኒኖ እታ መኪና ክንገዝእ የብልናን ካብኡ ኒኖ ክንገዝእ ተኮይና እታ መኪና ዓባይ መኪና ክትኾን ኣለዋ ወይ ከዓ ካብ ርሑቕ ናብ ርሑቕ ንከድላ ኣለና ማለት እዩ ኣብ ስራሕና ካብ ዓዲ ውሽጢ ዓዲ ጥራይ ኮይኑ ስጋብ ሰይ እኽልቲ እያ ናብዚ ንምፃእ ሕጂ ናብዚ ንምፃእ ብዙሕ ዘየገዳሲ ኣይኮነን እቲ ኣገደስቲ ኣገደስቲ ጥራሕ ክሪኤኩም እየ ኣብዚ ንሪኦ ዘለና ናይ ኣፒካ ማለት እዩ ናይ ኣፒካ ራፖርት እዩ እዚ እንታይ ብላና ኣሎ ዲት ፍርታውክ ኢዝ ኣፒካ ክክርት ቱት ኔክንቲን ዩሊ 2024

ክንገር ዘለዎ ነቲ ማኪና ወና ናይታ ማኪና ማለት እዩ ኣብ ፒካ እናተግበረላ ከሎ ተራእየ ከሎ እዚ ፀገም ኣለዋ ኢሉ ዝተነገረሉ ኣሎ ማለት እዩ ኣይተዓረየን ግን ሽዑ ኣብዚ ሕጂ እንታይ ተፃሒፉ ኣሎ ስኮግ ዴምፐር ኣንቨይዝኽ ዲ ሌካጀ ፎርቶንት ስኮግ ዴምፐር ዝበሃሎ ናይ መኪና ኣብዚ ኣብ ዳግዳግ ገለ ኣሽሙ ዝፈጥር ማለት እዩ ብዙሕ ተመኪና ሓጎጮጭ ከይትብል ዝፈጥር ንሱ ርሂጹ ኣሎ ማለት እዩ እዚ ነዚዑ ኣሎ ማለት እዩ ብዘይቲ ማለት እዩ ዘይቲ የውፅኡ ኣሎ ሕጂ ንሱ ኣይተዓረየን እዚ ፀገም ኣለዋ ማለት እታ መኪና ስጋብ ሕጂ እዚ ፀገም ኣለዋ እዚ ኣይተዓረየን ኣሎ ተተዓርዩ ትኮይኑ ከምዚ እዩ ዝበና ማለት ከምዚ ዓይነት ሕብሪ እዩ ዝበና ክሩን እዩ ዝበና ማለት እዩ ሕጂ እንድሕ ካልእ እዚ ዓብ ፀገም ትኮይኑ ግን ሕጂ ክትሪያ ኣለካ እታ መኪና ቅድሚ ክትካ ምራእካ ነዚያ ሒዝካ ሒድካ ንዓ ደኒንካ ትሪያ ይዕርይዋ ድያ ኣዕራየን ድሕሪኡ ቸክ ትገብራ ማለት እዩ እዚ ኣገዳሲ ማለት እዩ ንምፃእ እዚ እቲ ቅድሚኡ ዝነበረ ማለት እዩ እዚ ንሪኦ ዘለና 222 ዝተገበረላ እዩ ፅቡቅ ወላ ሓንቲ ፀገም ኣይነበራን ሽዑ 221 ከዓ ወላ ሓንቲ ፀገም ኣይነበራን ከምኡ እንዳበለ እዚ ታሕቲ ዘርእና ዘሎ ናይ ኩሉ ማለት ኩሉ ዓመታት ዝሓለፈ ዘርእና ዘሎ እዩ ኣብዚ ከዓ ኮት ምስ ዝደሊ ናይቲ ሕብርታት ናይታ መኪናና ኣብዚ ዘሎ ኩሉ ተፃሒፉ ኣሎ ማለት እዩ ሞቶር ኮድ ኣብዚ ሄለ ናይ ሞቶር ኮድ ክሉር ካብ ኣብዚ ሄልካ ናይ ክሉር ዳክ ካብ ኣብዚ ሄለ ኩሉ ማለት እዩ ተደልና ከኣ ካብዚ ንወዞ ንኽእል ኢና ማለት እዩ ግን እቲ ንኣገደስ ጥራይ ክገልጸልኩም እየ ኣብዚ እንታይ ብላና ኣሎ ትሩኽ ሩብ ኣክሲ ፎር ኬንቴክን ናይ እዚኣ መኪና እዚኣ ኣይተፀውዐትን ብፋብሪካ ማለት ኣብ ዝተፀሓይፍና ኣሎ እዚኣ መኪና እሲ ኣይተጸወዐትን ካልኣይ ግዜስ ኣይተመለሰትን ፋብሪካስ ብድኾነ ጸገምሲ ኣይመለስዋን እዩ ዝብለና ዘሎ ማለት እዩ ኣይተመለሰትን ናይ ጽቡቅ እውን ነይ ክኾን ኣለዎ እንተተመሊሳ እውን ድኾነ ጸገም ይርዋ ማለት እዩ ብድኾነ ጸገምሲ መሊሶም ኣይሮም ማለት እዩ ሕጂ ነይ ትኾነ እውን ተመራጺ ጽቡቅ ማለት እዩ ኣብዚ ከዓ ክስቶ ለፍርታዊ ክኮንትሮለ ዝብለና ዘሎ እንታይ ይብላና ኣሎ ዲት ኬንቴኪን ኢስ ክኮንትሮሌርት ኦብ ዲፍስታል ይብለና ኣሎ እዚኣ መኪና ሲ ተሰሪቃ ኣይተሰረቅትን ሲ ቸክ ተገርያ ብምምን ከ ቸክ ተገራ ብፖሊስ ቸክ ተገራ እታ መኪና ኣይተሰረቀትን ብፍርዘ ክራር ቸክ ተገራ ኣይተሰረቀትን ብኤርዴቬ እውን ቸክ ተገራ ኣይተሰረቀትን ማለት ብኩሉ ኣይተሰረቀትን ፅቡቃ ማለት እዩ እንተተሰሪቃ ተኮይና ግን ጠንቂ ኣሎ ማለት እዩ ዝኾነ ጠንቂ ኣሎ ሕጅስ ተደይ ተሰርቀ ትሕሸኩም ንዓኹም ማለት እዩ ተሰሪቃ እንተኮይና ግን ዝኾነ ኹን ፅልዋ ከምፃልኩም ውሰድ ዝኽእል ተመኪና ተዘይ ገዛእኹማ ተመራፂ ማለት እዩ እዚ እንሪኦ ዘለና እቲ ቁመት ናይታ መኪና ስፍሓት ናይታ መኪና ኩሉ እዩ ዘርእየና ዘሎ እቲ ፅዕነት ክንደይ ክትፅዓን ከም ዘለዋ ወይ እቲ ሚዛን ናታ ክንደይ እዩ ዘርእየና ዘሎ ብዙሕ ኣገዳሲ ኮይኑ ይስማዓንኒ ድሕር ደሊኹሞ ግን ቀስ ብቀስ ከዓ ኩሉ ትሪእዎ ተሊኹም ተፃሒፉ ከዓ ኣሎ ክንደይ ኪሎ ምዃኑ ክንደይ ሚሊሜተር ምዃኑ ኩሉ የርእየና ኣሎ እቲ ኣገዳሲ ጥራይ ከርእየኩም እየ እወ ናብዚ ንምፃእ ኣብዚ ሰርፊስ ኤን ክራንሲ ዝብል ዘሎ እዚ ኦንደርሃውት ብርተን ዝብል ዘሎ እዚ ኦንደርሃውት ብርተን ኣብ 15 ሽሕ ኪሎ ሜትር ወይ ከዓ ኣብ ዓመት ክትቅየር ኣለዎ ማለት እዩ እዚ ቅንታታውት ማለት ዘይቲ ምቕያር ማለት እዩ ዘይቲ ምቕያር ኦሊ ፊልተር ዝበሃል ኣሎ ምስ ዘይቲ ክትቕይሮ ከለካ ኦሊ ፊልተር ከምዚ ልክዕ ዘፋይ ማለት ዳፅሪዮ ነቲ ዘይቲ ነቲ ረሳሕ ረሳሕ ኣትሪፉ ነቲ ዘይቲ ጥራይ ዝእትዎ ማለት እዩ ንዕታላይ ክንቅይሮ ኣለና ኣብ 15 ሽሕ ወይ ከዓ ኣብ ዓመት ክቅየር ኣለዎ ናይዚያ ማኪና ማለት እዩ ኣብዚ ከዓ ኣልክመይን ኸራንሲ ዝብለና ዘሎ ክልተ ዓመት ኣለና ኦንበበርግ ብሓዳሳ ከላ ማለት እዩ ኣብዚ ከኣ ካሮስሪ ኽራንሲ ካሮስሪ ከኣ ብሓጺ ተሓጺ ናይታ መኪና ማለት ብዓቢኡ ተሓጺ ናይታ መኪና ብምሉእ ማለት እዩ ዓሰርተ ክልተ ዓመት ኣለና ኽራንሲ ብሓዳስ ኣኸላ ማለት እዩ ዓሰርተ ክልተ ዓመት ሲ ነይርዋ ማለት እዩ ሕጂ ኣኺላ ኣይኣኸለን ትሪኡ ማለት ምስቲ ዓመተ ምህረት ዘለዋ ርኢኹም ተመዛዝንዎ ማለት እዩ ኣብዚ ከኣ እንታይ ብለና ኣሎ ፉል ስቶፍ እታ መኪና ቲፕ ሞተር ኦል ይብለና ኣሎ ቲፕ ሞተር ኦል ማለት ዓይነት ዘይቲ ናይቲ ሞቶር ማለት እዩ። ናይቲ ሞቶር ናይቲ ማኪና ዓይነት ዘይቲ እቲ ዘይቲ ስሙ ከኣ ፋይፍ ቨይ ፌርተኽ ሓሙሽተ ዳብልዩ ኣርባዓ ማለት እዩ። እቲ ዓይነት ዘይቲ ስሙ ማለት እዩ። ኣብዚ ከኣ ብለና ኣሎ ኢንሃውት ሞቶር ኦሊ ትበይ ኮማ ኣክት ሊተር ዘይቲ ምስ ቀየርናዮ ኩሉ ዘይቲ ምስ ኣውፀናዮ ከም ሓዱሽ ክንመልኣ ከለና ክልተ ነጥቢ ሸሞንተ ሊትር ክንገብረላ ኣለና እታ መኪና ማለት ካብኡ ንላዕሊ ክንገብረላ የብልናን ከምኡ እዩ ዝብለና ዘሎ ኣብዚ ከዓ ፈርፌርስ ኢንተርፋል ሞተር ኦሊ ልክ ኣብቲ ላዕሊ ከም ዝገለፅናዮ ኣብ 15 ሽሕ ወይ ከዓ ኣብ 12 ወርሒ ኣብ ዓመት ማለት እዩ ክንቅይሮ ከም ዘለና ኣብ ዓመታዊ ክንቅይሮ ኣለና ወይ ኣብ 15 ሽሕ ኪሎ ሜትር ምዘወርናዮ ኣብዚ ከዓ እቲ ኩልፍሉ ስተፍ ዝበሃሎ ናይቲ ሞተር መዝሓሊ እሱ ከኣ ሚን ሰላሳን ሽዱሽተን እዩ ዝበሃል ማለት እዩ ገሊ ሚን ዕስራን ሽዱሽተን ኣሎ ዝተፋለየ ስለ ዘሎ እቲ ስምናቱ ሚን ዕስራን ሽዱሽተን እዩ ኣብዚ ከኣ መዓስ ቄር ከም ዘሎ ብለና ኣሎ ፍርፌርስ ኢንተርፋል ኩል ፍሉስቶፍ ብለና ኣሎ እሱ ከኣ ወይ ኣብ ዓሰርተ ሓሙሽተ ሽሕ ወይ ከዓ ኣብ ዓመት ልክዕ ከምቲ ናይ ዘይቲ ማለት እዩ ምስኡ ክንቅይሮ ከም ዘለና እዩ ዝነግረና ዘሎ ማለት እዩ እዚ ገሊፅና ኢና ዓንተ ወይ እዚ እውን ገሊፅና ኢና እዚ ብዙሕ ኣገዳሲ ይኮነን እዚ እቲ ባንድ ማት ናይቲ መኪና ናይቲ ቁፅሪ ጎማ ማለት እዩ ብዙሕ ኣገዳሲ ይኮነን እውን ዝብለን ኣነ ኣብዚ ኣገዳሲ ኣለና ኣብዚ ብጣዕሚ ኣገዳሲ ኣለና እዚ ቬክ በላስቲን ዝብል ዘሎ ናይዚ ፕሮፌንስ ዝገልጸና ዘሎ ኣብቲ ዓድታት ማለት እዩ ሕጂ ኣብ ክሮኒንገን ንድሕር ንቕመጥ ኣለና ኮይና ሚእትን ዕስራን ክልተን ኣብ ሰለስተ ወርሒ ንኸፍል ማለት ፐር ክቫርታር ፐር ክቫርታር ኣብ ሚእትን ዕስራን ክልተን ኣብ ሰለስተ ወርሒ ንኸፍል ኣብ ዓመት ከዓ ኣርባዕተ ሚእትን ሰማንያን ሸሞንተን ናይዚያ ማኪና ማለት እዩ እንድሕር ኣብ ፍሪስላንድ ንቕመጥ ኣለና ኮይና ከዓ ሚእትን ዓሰርተ ሸዓተን ኣርባዕተ ሚእትን ሰብዓን ሽዱሽተን ኣብ ዓመት ከዓ ከምኡ እናበለ እዚ ከምዚ ዝሪኦ ዘለና እቲ ገንዘብ ይገልፀልና ኣሎ ማለት እዩ ኩሉ ይገልፅልና ኣሎ ብወር ኣብ ሰለስተ ወርሒ ፐር ክፈርታል ማለት ሰለስተ ወርሒ ማለት እዩ ኣብዚ ከዓ ኣብ ዓመት ማለት እዩ ልክዕ ሕጂ ክንገዝእ ከለና ኩሉ ግዜ ኣበይ ዓዲ ንቕመጥ ኣለና እናረኣና ሕጂ ዛውት ሆላንድ ንቕመጥ ኣለና ኮይና 123 ኦኬ ፈሊጥና ኣለና ማለት እዩ ከለ ገና ቅድሚ እታ መኪና ምግዛእና ክንደይ ከም ንኽፍል ኣብታ መኪና ፈሊጥና ኣለና ማለት እዩ ንግምግም ማለት እዩ ኩሉ ወዲእና እታ መኪና ከይና ንሪኣ ሽዑ ማለት እዩ ከምዚ ይመስል ንቐፅል ሕጂ ድሓን ካል ማለ ከትገድ ኣስተሪእክሜ ኣብዚ ኦቨር ኢንፎርማሲ ዝብለና ዘሎ ሞተር ኮደ ሕጂ ሪኣ ኣብዚ ኣገዳሲ ዘላ ካል ማለ ኣይ ድሓንቲ ኣገዳሲ ኣገዳሲ ከሪእክሜ ሞተር ኮደ እዚ ሞተር ኮደ ሕጂ ሞተርና ምስ ዝበላሾ ሞተርና በዓብ እዩ ኣብ ውሽጢ ሕጂ ክሩካስ ትኣስ ንባዕሉ ምስ ስበረና ድዩ ወይ ከኣ ዛውኽር ፊረ ዝበሃል ኣሎ ውሽጢ ሞተር እሱ ምስ ዝባላሸወና ድዩ ሞተር ሕጂ ብሙሉኡ ክንገዝኦ ተመራጺ እዩ ካብ ንዕኡ ንዕርዮ ማለት እዩ ሕጂ እንታይ ንገብር ንሕና ኣብዚኣ እዚኣ ኮት እዚኣ እዚኣ ሰለስተ ኮት ተጻሒፈታ ዘላ እሰይ ኸይ ፐይ ዝብለላ ንዚኣ ኣብ ማርኬት ፕላትስ ጽሒፍና እቲ ሞተር ንፍትሾ ማለት እዩ ዋግኡ ክንደይ ምዃኑ ርኢና ጋምጋም ወሲድና እቲ መዐረዪ ናይቲ ንብረት ከ ክንደይ ርኢና እንድሕር ብሞተር ዝሓስረና ተኾይኑ ሞተር ንገዝእ ብዓልና ማለት ንሪኦ ካብ ንቲኦም ረኣዩና ንብሎም ብዓልና ንሪኦ ማለት እዩ ተመራፂ ክንሪኦ በዚኣ ኮድ ገርና ንሪኦ ማለት እዩ ካልእ ኣብዚ ኣጋዳሲ እዚኣ ኢሮ ሌፐል ዘለካ ኣጋዳሲት እያ እዚኣ ሓሙሽተ ዳትና ዘላ ሓንቲ ማኪና ካብ ኣርባዕተ ንላዕሊ ክኾኑ ኣለዎ እንድሕር ካብ ኣርባዕተ ንታሕቲ ኮይኑ ግን ኣብ ገለ ገለ ከተማ ኣሎ ዓቢ ከተማታት ጽሑፍ ኣሎ ሚሎ ዞነ ዝብል ጽሑፍ ኣሎ ኣብኡ ክንኣቱ ይፍቀደልናን እዩ ካብ ኣርባዕተ ንታሕቲ ኮይኑ ሰለስተ ገቲ ኮይኑ ብዙሕ ብከላ ትገብር እያ ተመኪና ማለት እዩ እንድሕር ኣቲና ከዓ መቕጻዕቲ ይመጸና እዩ ክፈልጥዎ ይኽእሉ እዮም እሶም መዕቀኒ ኣለዎም ንሳቶም ክፈልጦ ዝኽእሉ ኩሉ ግዜ መኪና ክንገዝእ ከለና ካብ ኣርባዕተ ንላዕሊ ክኾን ኣለዎ እዚ ተመራፂ ይብሉ ኣነ ማለት እዩ ኣብዚ ከዓ እንታይ ብለና ኣሎ ኣብዛ ታሕቲ ቴንክ ኢን ሃውት ብለና ኣሎ እዚ ቴንክ ኢን ሃውት ከዓ እቲ ናይ ፊስቶ ናይቲ ነዳዲ ማለት እዩ ነዳዲ ክንመልኦ ከለና ማዕር ክንደይ ነዳዲ ክንደይ ሊትሮ ክንእትወሉ እዩ ዘርእየና ዘሎ እዚ ከዓ ኣርባዓን ሓሙሽተን ሊትሮ ስጋ ኣርባዓን ሓሙሽተን ሊትሮ እቲ ፊስቶ ክሕዘልና ክእል እዩ ናይቲ ማኪና ማለት እዩ ስጋ ኣርባዓን ሓሙሽተን ሊትሮ ማለት እዩ ክሕዘልና ይኽእል እዩ ኣብዚ ከኣ ዝብለና ዘሎ ቴለር ራፖርት ሕጂ ኣብዚ ንድሕርታ ኪሎሜትር ናይታ መኪና ቸክ ክንገብሮ ምስ ደሊ ዓሚ ክንደይ ነይራ ቅድሚኡ እውን ክንደይ ነይራ ክንሪኦ ምስ ደሊ እቲ ዋና ሒዝዋ ዝነበረ መሊስዎ ከ ይኸውን ክንደይ ከዘውይርዋ ብዙሕ ዶ ዘውይርዋ ክንፈልጦ ምስ ደሊ ኣብዚኣ ብካይክ ራፖርት ብካይክ ቴለር ራፖርት ዝብለና ዘሎ ኣብኣ ኣቲና ውሑዳት ገንዘብ ኢና ንክፍል ሰለስተ ቅርሺ ድያ ገለ ንክፍል ክንርኢ ንክእል ኢና ማለት እዩ ግን ብዙሕ ኣገዳሲ ይብሎን እየ ኣነ እንድሕር ደሊኹም እውን ክትርእይዎ ትኽእሉ ኢኹም ማለት እዩ ካልእ ንሪኦ ኣገዳሲ ዘሎ ኣብዚ ከዓ እዎ ኣብዚ ከዓ ኣገዳሲ ኣለና ኣብዚ ኢንዲካሲ ማንድለ ኮስ ዝብሎ እዚ ብጣዕሚ ኣገዳሲ ከምዚ ንሪኦ ዘለና ሕጂ እቲ ገምጋም ወጻኢታትና ንፈልጥ ኣለና ማለት እዩ እንታይ ይብላና ኣሎ ኣብዚ ላዕሊ ቬይኸ በላስቲን ቬይኸ በላስቲን ሕጂ ሰላሳን ሸሞንተን ድሕር ከፊልና ወርሓዊ ማለት ኣብ ወርሓዊ እዚ ናይ ወርሓዊ ውፅኢት እዩ ሰላሳን ሸሞንተን ድሕር ከፊልና ብራንድ ስቶፍ ከዓ ናይ ነዳዲ ከዓ ስጋብ ሰማንያን ሸውዓተን ገንዘብ ክነውፅእ ንኽእል ኢና ሰማንያን ሸውዓተን ገንዘብ ክነውፅእ ንኽእል ኢና ኣብ ነዳዲ ጥራይ ማለት እዩ ኣብ ኦንደር ሃውት ከዓ ስጋብ ዕስራ ቅርሺ ኣብ ወርሒ ማርት ሕጂ እሳ ቅርሺ ክብለኩም ኣለው ወርሓዊ ክህቡና ነታ መኪና ንቀያይረላ ንብረት ግን ብጋምጋም ኣቲ እቲ ዝበላሸውና ንብረት ሕጂ ሉክ ፊልተር ኣሎ ኢንተሪ ፊልተር ዝበሃል ኣሎ ንበዓል እቲ ዘይቲ ኣሎ ስለ ዝሰርሕ ዘሎ ማለት እዩ ኣብ ወርሒ ስጋብ ዕስራ ቅርሺ ናይ ኩሉ ደማሚርካ ሳብ ዕስራ ቅርሺ ገለ በፅሕ እዩ ድሕሪኡ ከ ኣለና ባንደን ከ ኣለ ጎማ ከ ኣለና ሸውዓተ ቅርሺ ስለ ዝብላዕ ዘሎ ብወርሒ ሓሲቦም ሞሎ ሸውዓተ ቅርሺ ከጥፋልና ይኽእል እዩ ፈርዘኬርን ዕስራ ቅርሺ ይብሉ ኣለዉ ግን ኣነ ዘይ ኣይኣምነሉን እየ ምክንያቱ ፈርዘኬርን ብዕድመ ስለ ዝኾነ ማለት እዩ ኣብ ሆላንድ ተመጥሉ ትኾንኩም ትትዕድመ እንድሕር ኮንካ ኩሉ ግዜ ብዙሕ ኢኻ ትኸፍል ሚእትን ሓምሳን ሚእትን ሰላሳን ኢኻ ትኸፍል እንድሕር ኣብ ካልእ ሃገር ተለኻ ከናቱ ሕጊ ስለ ዘለዎ እዚኣ ፈርዘኬርን ድሓን ነጥፋ እያ ግን ንሳቶም ብጋምጋም እንታይ ይብሉ ሚእትን ሰብዓን ክልተን ኢኻ ትኸፍል ታውፅእ ትኽእል ማለት ኣብ ወርሒ ምስ ኩሉ ኣውጺኻስ ሚእትን ሰብዓን ክልተን ወርሓዊ ክተውጽእ ኢኻ ማለት እዩ ኣብዚኣ መኪና ናይ ትጥቀመላ ትኾንካ እቲ ነዳዲ ግን ብጋምጋም ሰማንያን ሸውዓተን ሎሚ ዘለዉ እምበር ንስኻ ሕጂ ብዙሕ ንሕዝውራ ትኾንካ ብዙሕ ነዳዲ ኢኻ ትጥቀም ትኽእል ማለት እዩ ሚእትን ሓምሳን ዲኻ ጠሚ ጥርሻ ጸላ ትኽእል ኢኻ ግን ብጋምጋም ጋምጋም ዝኹም ዘለዎ ገንዘብ ማለት እዩ ካልእ ኣገዳሲ ተሎ ንሪኦ በቃ እዚኣ ትመስል ነራ ናይ ሎማዓንቲ መደበይ ምስ ትፈትዎ ከዓ ሳብስክራይብ ላይክ ሸር ከምኡ እውን ሃናፂ ርእቶኹም ኣይፍልን ይሕዋት ስጋብ ብካልእ መደብ ዝመፃኩም ሰላም ፅንሑ